ህዝቢ ኤርትራ ኣብ ታሪኹ ብፍሉይ ዝልለየሉ ርቑሐ እንተሎ ኣብ ልዕሊ ሃገሩ ዘለዎ ፍቕርን ንስሌኣ ዝኸፍሎ ረዚን ዋጋን እዩ። ሃገር ወዲ ሰብ ክፈጥሮ ዝኸኣለ ዝዓበየ ውዳበ ኮይኑ ኣብዚ ዘለናዮ ዘመን እቲ ዝለዓለ መግለጺ መንነት ውልቀ ሰብን ሕብረተሰብን እዩ። ኤርትራውያን ካብ ካልኦት ብታሪኻዊ ድሕረ ባይታ ዝመሳሰሉና ሕብረተሰባት ዝፈልየና ብቐንዱ እቲ ረዚን ዋጋ ከፊልና ክንሃንጾ ዝኸኣልና ዘይክማ ሃገራውነት እዩ። ሓይሊ ህዝቢ ኤርትራ ኣብ ወጻኢ ከም ኣብ ውሽጢ ዓሚቕ መንነቱ ርሱን ሃገራውነቱ፣ ዘይክማ ተወፋይነቱ፣ ልዑል ንቕሓቱን ስጡም ውዳቤኡን እዩ።
ክብርታት ናይ ህዝቢ ኤርትራ ክብርታት ናይ ህዝባዊ ግንባር ናጻ ኣተሓሳስባ ኣብ ኢንገጅመንት ንዛረበሉ ዘለና ምስ መሻርኽቲ ኣብ ዞባና ኣብ ዓለም ደረጃ ብፍላይ ድማ ኣብ ደገ ዘሎ ህዝብናን ኣብ ውሽጢ ዘሎ ህዝብናን ናይ ሰለስተ ወለዶ ቃልሲ ስለ ዝኾነ ኩሉ ሳዕ እዚ ኣብ ግምት ኣእቲና ኩሉ ሳዕ ካብዚ መስመር እዚ ኣይንወፅእን ኢና ፀኒሕና ነዚ ኣንበልብሊ ከም ቃል ወሲድካ ክትሪኦ ከለካ ሕጂ ኣንበልብሊ ጥራሕ ከምዚ ተንበልብል ባንዴራ ጌርካ ትወስዶ ትኽእል

መበገሲ ናይዚ ብኣንበልብሊ ዝብል ስም ዝካየድ በዓል ኣብ ክልተ ሽን ዒስራን ብዝነበረ ሕማም ለበዳ ኮሮና ቫይረስ መላእ ሕብረተሰብ ዓለም ንቡር ኣካይድኡ ክቕይር ዝተገደደሉ እዋን እዩ። ኣብ ዝተፈላለያ ክፍለ ዓለማት ዝነበራ ኤምባስታት ሃገርና እውን ንጥፈታተን ደው ኢሉ። ህዝቢ ምስ መንግስታዊ ትካላት ርክባት ከካይድ ኣይተኻእለን። ኣብ ከምዚ እዋን ሓደ ኣማእካሊ ዝኾነ መራኸቢ መስመር ክፍጠር ኣለዎ ተባህለ።

ስለዚ እንታይ ኢና ጌርና ሰብዓ መደባት እንታይ ዝሓቖፈ እዩ ዳርጋ ብሙሉኦም ኣምባሳድራት ኣብ ሙሉእ ዓለም ዘለዉ ቃል መሕተት ክንገብር ጀሚርና ምስ ሓለፍቲ ዝባን ኮማውት ጉዳያት ከምኡ ብዛዕባ ህዝቢ ብዛዕባ ስርሖምን ብፍላይ ድማ ንኣብነት ኣብ ጀርመን ሲ ምስ ዝብለካ ጸናሕኩ ጀርመን ዳርጋ ማእከል ስሕበት ናይ ሓፋሽ ውድባትና እያ ነይራ ኣብ ሚዩኒክ እንተመጺኻሲ ኣብ 1970 ሚኒክሲ ዳርጋ ምስ ምውላት ዝባ ሓይልታት እቲ ናይ ደገ ምትእሳራት ዝነበረሉ እቲ ከም ሓደ ሎኬሽን ሲ ሚዩኒክ ነይሩ ከምኡ እንዳበለት ናይ በዓል ፓቪያ ናብ ቦሎኛ ትመፅእ ሕጂ ነዚ ኩሉ ኣብኡ ከነንፀባርቆ ፈቲንና ምስ መሻርክቲ ድማ ምስ መሻርክቲ ምስ ኣዕሩኽቲ ሰውራ ኤርትራ ዝነበሩ ከም በዓል ሂላል ከም በዓል ክርስቲያን ሳባቴር ዶክተር ቶኒ ሎኻ ማቲን ሲመማን ሰይቲ ጎርዲያን ትሩላ ዳርጋ እዚ ሰብዓ መደባት እዚ ኣብኡ ዘጣመረይ ንኣብነት ምስ ገዳይም ተጋድልቲ ፍሉይ ድማ ከምዚ ጉዕዞ ሃወሻይት ንመርሕነት ህዝባዊ ግንባር ኣብቲ ናይ ዕስራ ጥቅምቲ ስምምዕ ዘንፀባርቕ ኣንበልብሊ ድማ ሓንቲ መደብ እያ ነይራ። ንምንታይ ኣንበልብሊ ሕጂ? ኣንበልብሊ ነዚ ዝብለካ ዘለኹ ኣብ ኮቪድ ተዓፅዩ ዘሎ ስለዚ ኣብቲ ኢንገይጅመንትስ ኣብቲ ፓብሊክ ዲፕሎማሲ ድማ ቁሩብ ድማ ድምፅና ከነስምዕ ክንደሊ ክንክእል ኣለና። ስለዚ ክልተ ሽሕን ዕስራን ዳርጋ ኩሉ ከተማታት ኤውሮጳ ጭውጭው እዩ ዝብል ነይሩ። ሕጂ ብምንታይ ኢና ክንጅምር ደሊና ንመን ኢና ኣሳቲፍና መጀመርታ ኣብ ሮማ ሮማ ከም መበገሲ ናይቲ ናይቲ መደብ ኢና ጌርናዮ። ኣብኡ ኣምባሳደር ፍስሓጼን ጴጥሮስ እዩ ዘሎ ኣወሃሃዲ ናይቲ ዞባ እዩ። ሮማ ግን ታሪኻዊ ድሕሪ ባይታ ኣለዎ ናቕፋ ኣዝዩ ታሪኻዊ ቦታ ዝኾነ ኣዳራሽ ኣሎ፣ መዓት ተጋደልቲ ዝሓቖፈ፣ መዓት መርሕነት፣ ዳርጋ ሰንተር ልክዕ ናቕፋ ከም ናቕፋ እቲ ናቕፋ ንፈልጦሲ ዳርጋ እቲ ቦታሲ ከምኡ እዩ። ስለዚ ካብ ናቕፋ ጀሚሩ ቦሎንያ፣ ቦሎንያ ድማ ከም ኩላህና ንፈልጦ ኣብ ሚላኖ፣ ሚላኖ እውን ካልእ ትርጉም ታሪኽ ኣለዎ። ስለዚ እዚ ኣምበልብሊ ብሮማ ጀሚሩ ሚላኖ ቦሎንያ ገይሩ ሚላኖ ድሕሪኡ እግሪ ሞገዱ ፍራንክፈርት፣ ጂነቫ፣ ኣብ ለንደን ከም ዝውዳእ ኢና ገይርናዮ።
ነቲ ብኸምዚ ዓይነት ውዳበ ዝተኻየደ መደብ ኣምበልብል እምበኣር ሰኒትካ ብቪድዮ ብምቅንባር ናብ ማሕበራዊ መራኸቢታት ከም ዝዝርጋሕ'ዩ ዝግበር። ህዝቢ ብሃገሩን ባህሉን ዘንጸባርቕ ልብሲ ወቂቡ፣ ነታ ሕላገቱ ዝኾነት ባንዴራ እናንበልበለ ኣብ ጎደናታት ክዘውር ልቢ ዝተንከፈን ዓቢ ጽልዋ እናገበረ ዝመጸን'ዩ። ንኣብነት ካብተን ዓሰርተ ሸውዓተ መጀመርታ ማካይን ኣብ መደብ ዝኣተዋ ሓንቲ ነይራ፣ ንኣብነት ከ-ተሽሙ ከብለካ፣ ሚኒካብ እያ። እዛ ሚኒካብ እዚኣ ካብቲኣን ብላክ ሚኒካብስ ኣብቲ ዓዲ ዘለዋ እየን፣ ካብቲኤን ፍሉጣት ናይ ዓዲ እንግሊዝ ማለት እዩ። ታርጋኣ Eri ninety one እዩ ዝብል ሕጂ እዚ ከምዚ ዓይነት ክሪያቲቪቲ ድማ መሊሱ ተሽምቢልዎ እዩ ስሒዎ እዩ ሕጂ መጀመርታ ብዙሕ ሰብ ኣይተረድኦን እወ ኣብቲ ፕሮዳክሽንስ ምስ መፀ ምስ ተፈነወ ግን ቀልጢፍ እዩ ተሽምቢሉ እዚ መረዳእታ ናቱ ድማ ኣብ 223 ካብ ዕስራ ማካይን ዝነበረ ናብ 200 250 እዩ ሰጊሩ ኣብ ከተማ ኣብቲ ስትራተጂካዊ ቦታታት ከም ዝዘውር ኢና ንገብሮ። ኤርትራውያን ኣለዉ፣ እቲ ፓብሊክ ዲፕሎማሲ፣ ህዝባዊ ዲፕሎማሲ ዝበልኩኻ ማለት እዩ። ኤርትራውያን ኣለዉ፣ ኣብ ስርሖም እንታይ ዓይነት ሓበን ከም ዝስምዖም፣ ባንዴራ ዓዶም፣ ባንዴራ ህዝባዊ ግንባር ብቕድሚ እንዳመበለት ትኸይድ ኮላ፣ ኣብቲ ታሪኻዊ ቦታታትን ኣብቲ ፍሉጥ ጎደናታት ከም ዝወፍር ኢና ጌርናዮ። ሕጂ ሰብ ብሰቡ ድማ እንታይ እዩ ኩሉ ሳዕ ድማ ኣብ ከምዚ ዓይነት ባህሉ፣ ክዳውንቱ፣ ተኸዲኑ ነተን ማካይን ሓጺቡ ሸሊሙ ከዕርበን ከሎ ኣካል ናይቲ በዓል ናጽነት ስለ ዝደልዮ ኩሉ ሰብ ድማ ንሃገሩን ናጽነቱን ክብሪ ስለ ዝህቦ ድማ እቲ ቁጽሪ ቀልጢፍ እዩ ዓብዩ ቀልጢፍ እዩ ተቐባልነት ረኺቡ እዚ ኣብ ክልተ ሽሕን ዕስራን ሓደን ኣብ ካልእ ከተማታት ድማ ዳርጋ ብፍኑው እዩ ከይዱ። ምናልባሽ ኣብዚ ከይጠቐስኩዎ ክሓልፍ ዘይደሊ፣ ኣብ ክልተ ሽሕን ዕስራን ክልተን እንዳዓበየ ከይዱ፣ እዚ ሕጂ ናይ መወዳእታ ክልተ ሽሕን ዕስራን ሰለስተን ዳርጋ ኣርባዕተ ሚእቲ ማካይን እየን ተሳቲፈን። ኣርባዕተ ሚእቲ ማካይን ጥራሕ ዘይኮና፣ ኣውቶቡሳት፣ እዘን ቢግ ባንድ ዝበሃላ ናይ ዓዲ እንግሊዝ ፍሉጣት፣ ክዳን ባህሊ ተኸዲኖም፣ ቆልዑት፣ ደቂ ኣንስትዮ፣ ደሓር እዞም ዲዛይነርስ፣ ነዚ ናይ ናሽናል ብራንዲንግ ጽቡቅ ጌሩ እዮም ተረዲኦሞ እዚ ሕብርታት ባንዴራ ኤርትራ እዚ ማልያታት ጥቅስታት ዳርጋ ናብ ነውሲ ወከፍ ህዝቢ ተዘርጊሑ እዩ በዚ ኣጋጣሚ ከይመዝግቦም ክወም ክሓልፍ ዘይደሊ ፍሽ ባህልና ኣሎ

ኣብ ኣምበልብሊ ጽባቐ፣ ሰላም፣ ፍቕሪ፣ ክብርታትን ባህልን ህዝብን መንግስቲ ኤርትራ'ዩ ዝግለጽ። እዚ ድማ መቐጸልታ ናይቲ ንልዕሊ ሰማንያ ዓመታት ዘየቋረጸ ኣበርክቶ ንህዝቡን ሃገሩን ናይ ኣብ ወጻኢ ዝቕመጥ ኤርትራዊ'ዩ። ኣዛራቢ'ዩ ኮይኑ፣ ትረንዲንግ'ዩ ኮይኑ ኣብ ትዊተር ሕጂ ንሕና ንዝርግሖ እቲ ብምሉኡ ተሳታፋይ ዘሎ ልዕሊ ኣርባዕተ ሓሙሽተ ሽዱሽተ ሽሕ ሰብ ዘሎ ትዊት ዝገብር፣ ዝጽሕፍ የብል ገለመለ ነቲ ጽባቐ'ዩ። ኩሉማ ጽባቐ'ዩ። ኤርትራውያን ጽቡቃት ኢና ብነብስና ከምኡ ደኣ ኣይበሃልን ድዩ ኣምበሪ ክዳንና ባህልና ታሪኽና ሕጂ በቲ ሓድሽ ኩናት ድማ ምስሊ ኤርትራ ንምድዋን ዝግበር ድማ መዓት ሚልዮናት እዩ ዝወጽእ ኣብ ዝሓለፈ ዕስራን ሓሙሽተን ዓመታት ነዚ ባንዴራ እዚ ከንድድወን ፈቲኖም ነዚ ባንዴራ እዚ ክጭፍልቆን ፈቲኖም ነዚ ህዝቢ እዚ ምስ መንግስቱ ክፈላልወን ፈቲኖም ሕጂ ነዚ ባንዴራ እዚ ከንበልብል ከሎ እቲ ተሓሳስባ ትጽባኤ ባዕ እሞ ኤርትራውያን ደኣ እሞ ኤርትራውያን ኮኒ ሸይጣውንቲ እዮም ኤርትራውያን ኮኒ ኤርትራ እኮ ናይ ሸይጣን ሃገር እያ እዩ ዝበሃል ኮኒ በቲ ሚስ ኢንፎርሜሽንስ በቲ ናይ ሚድያ ካምፔይን ብዛዕባ እቲ ኣሰሜትሪክ ኢልና ኩሉ ሳዕ ንዛረበሉ ኣንጻርና ነቲ ምስሊ ንምድዋን ተባሂሉ ማለት እዩ ስለዚ ነዚ ክገጥም እቲ ሶፍት ፓወር ኣዝዩ ጸልዩ እምባ ሕጂ ኣብ ዝንበልብል እኮኒ ጽባቐ፣ ፍቕሪ፣ ሰላም፣ ክብሪ፣ ሲቪላይዝ ናይ ምዃን፣ ህዝባዊ፣ ሃገሩን ህዝቡን ዘፍቅር፣ ኣፍሪቃዊ ሕብረተሰብ ዘፍቅር፣ ምስ ካልእ ኢንጌጅ ክገብር ዝደሊ፣ እዚ ኩሉ ዘጠመረ ዝሓቖፈ እዩ። ከምዚ ዓይነት መደብ ክመፅእ ከሎ ግን ሓደ ሓይሊ እዩ፣ ሞራል እዩ፣ ሓበን እዩ፣ ፍቕሪ እዩ ስለዚ ቀልጢፊ እዩ ዝጸሉ እምበር እዩ ንኣብነትሲ ብጎደናታት ናይ ዝተፈላለየ ከተማታት ክሓልፍ ኮሎ ንኣብነት እዚ ናይ ክልተ ሽሕን ዕስራን ሰለስተን ሲ ዝብለካ ዘለኹ ኣብ ለንደን እዩ ኣርባዕተ ሚእቲ ልዕሊ ኣርባዕተ ሚእቲ መካይን ኣብ ማንቸስተር ኣብ በርሚንግሃም በዓል ብእንግሊዝ ክዛረብ ከለኹ ማለት እዩ ኣብ ማንቸስተር ኣብ በርሚንግሃም ኣብ ካቨንትሪ ኣብ ሊድስ ኣብ ካርዲፍ ኣብ ካርዲፍ ዝረሳዕኩልካ ካብ ማካይን ሓሊፎም ናብ ባሕሪ እዮም ኣሳጋጊሮሞ እቲ ኣንበልብሊ ካልእ ዝረሳዕኩም ናይ ክልተ ሽሕን ዕስራን ሰለስተን ሄሊኮፕተር እውን ነፋሪትን ሄሊኮፕተርን ነዚ ባንዴራ እዚ እውን ብልዕሊ ሰማያት ናይ ለንደን እውን ኣንበልቢለን እየን ኤርትራውያን ፓይለት ነዚ ባንዴራ እዚ ኣምበልቢሎሞ እዮም። ስለዚ ኣብ ክልተ ሽሕን ሰለስተን ክንሪኦ ከሎና እቲ ጽልዋ እንዳዓበየ እዩ ከይዱ። ማኪና፣ ባሕሪ፣ ነፈርቲ ዘጠቓለለ ኮይኑ እዚ ጥራሕ ዘይኮነ ኣብቲ ስራሕ ናይ ኤርትራውያን ኣብቲ ናታቶም መነባብሮኦም ክሰርሑ ከለዉ ብኡ ክሓልፋ ከለዋ እንታይ ዓይነት ስምዒት እንታይ ዓይነት ሞራል ከም ዝህቦም ብጭቡጥ ስለ ንርእዮ እቲ ውጽኢቱ ድማ ንርእዮ ኣለና።